ኣብ ርሑቑን ቀረባን ኣብ ኩሉ ኩርናዓት ዓለም ኮንኩም ነዚ ብዋንጋድ ዋንሳን ዝመሓላለፍ መንፈሳዊ መደብ ንምክትታል እቲ ምስ ከደ ዘይምለስ ወርቅን ኣልማዝን ንዋግኡ ከኣ ዘይትመን ዝኸበረ ግዜኹም ሂብኩም ንትኸታተሉ ዘለኹም ጸጋን ሰላምን ካብ እግዚኣብሔር ኣቦናን ካብ ጎይታናን መድሓኒናን የሱስ ክርስቶስ ምሳኻትኩም ይኹን። ከመይ ቀኒኹም ብሩኻት ኣሕዋተይ ኣነ ብምሕረት ኣምላኽን ብጸሎትኩምን ሰላም ሰናይ ቀኒኤልኩም ኣለኹ ካብዚ ኣነ ዝቀነኹዎ ብዝዓዘዘ ብዝተዓጻጸፈ ጽቡቅን ሰናይን ቀኒኹምለይ ክትኮኑ ከኣ ብጎይታ እሙንተይ እዩ ክብሪ ንስሙ ይኹን ሎሚ ንልደት ክርስቶስ ዝበሃል ወይ ነዚ ሕጂ ዝበዓል ዘሎ ምክንያት ብምግባር ዝተዳለወ ናይ መወዳእታ መደብ ሒዘልኩም መጽየ ዘለኹ ኣብ ዝሓለፈ ሳልሳይ ክፋል መደብና ገጸ በረከትና ንመን ኣብ ትሕቲ ዝብል ክንገብሮን ክንኮኖን ዝግበኣናን ዘመላክት መልእክቲ ኣቅሪበ ምንባረይ ብጸጋ ኣምላክ ይዝከር። ሎሚ ራብዓይን ናይ መወዳእታ ክፋልን ነዚ ቅንያት እዚ ምክንያት ብምግባር ዝተዳለወ መደብ ብጸጋ ኣምላክ ሒዘልኩም ቀሪበ ኣለኩ። ክሳዕ መወዳእታ እዛ መደብ ብኹሉ ኣድህቦኹም ኮንኩም ምሳይ ክትጸንሑ ብጎይታ እናዓደምኩኹም፣ ድሕሪ እዛ ሓጻር መሰጋገሪት ሙዚቃ ናብቲ ዝተዳለወልና ቀጥታዊ መደብ ክንሓልፍ ኢና እሞ ምሳይ ጽንሑ። ካብ መዓልቲ ምላድ መዓልቲ ምማት ይበልፅ ኣብ ትሕቲ ዝብል ኢና ሎምን ክንካፈል ክብርን ስም ይኹን መበገሲ መልእኽተይ መክብብ ምዕራፍ ሸውዓተ ጥቕሲ ሓደ ዘሎ እዩ ኣብኡ ከምዚ ዝብል ዝተፃሕፎ ክፍለ ቃል ከዓ ንረክብ ካብ ፅቡቕ ሽታ ጽቡቅ ስም ይሓይስ ካብ መዓልቲ ምላድ መዓልቲ ሙማት ይበልጽ። መቸም ካብዛ ጥቅሲ እዚኣ ምኽንያት ብምግባር እውን እዩ ዝኸውን ዕለተ ልደት ምጽንባል ባህሊ ቅዱሳን ዘይነበረን ዘይኮነን ነዚ ምናልባት ብኻልእ ኣርእስቲ ጽቡቕ ጌርና እኳ ክንመጾ እንተኾንና ግን እቲ ምኽንያት ክኸውን ዝኽእል እዚ'ዩ ዝብል ኣመላኽታ'ዩ ዘሎኒ። እቲ ምንታይ ኣብቲ ዝኸበበና ደበና ምስክር ማለት ኣብቶም ንጎይታ ብእምነት ዘስመርዎ ጀጋኑ መጺእና ክንጥምት ከለና ሓደ እኳ ንመዓልቲ ልደቱ ዝጸንበለ፣ ዘብዓለ፣ ወይ ንመዓልቲ ልደት ውሉዱ ዝጸንበለን ዘብዓለን ናይ ኣምላኽ ሰብ ኣየንበብናን፣ ኣይረኣናን። ስለምንታይ ኢልና ክንሓስብ ከለና፣ ከምዚ ሰሎሙን ኣብዚ መክብብ ምዕራፍ ሸውዓተ ዝነገረና ዘሎ፣ ካብ መዓልቲ ምላድ መዓልቲ ምሟት ይበልጽ ዝብል ምርዳእ ስለ ዘሎ እዩ። ሓቅኻ እዩ መቸም እዚ ቃል እዚ ሰለሙን ክዛረብ እንከሎ ሓደ መረዳእታ ሂቡና ኣሎ ሓደ ነገር ካብዚ ይበልጽ ኢልካ ከተወዳድሮ ከለኻ እቲ ብልጫታቱ ክትጠቅስ ክትክእል ኣለካ ወይ ብልጫታት ክህልዎ ክእል ኣለዎ ካብዚስ እዚ ይበልጽ ንምባል እቲ ብልጫታት ከኣ ብትኸክል ብልጫታት ክኸውን ኣለዎ እምበር ንስኻ ብልጫታት እዩ ስለ ዝበልካዮ ኣይኮነን ከኣ ነዚ ካብቲ ዘብልጾ ወይ ነቲ ካብዚ ዘንእሶ። ሰለሙን ንኣብነት ካብ መዓልቲ ምላድ መዓልቲ ምማት ይበልጽ ክብል እንከሎ ኣብኡ ቀጺሉልና ኣሎ ስለምንታይ እቲ ሙማት ናይ ኩሉ ሰብ መወዳእታ ስለ ዝኾነ እዩ ኢሉና ኣሎ። ኣብ ካልእ ስፍራ እውን ካብ መጀመርታ ነገር መወዳእታ ነገር ይበልጽ እውን ኢሉና ኣሎ። ናይ ዝኾነ ይኹን ማለት እዩ። መወዳእታ ዘይብሉ ጀሚሩ ዘይውዳእ ነገር ትርጉም ኣይትረኽበሉን ኢኻ ከምኡ እንተዝህሉ ማለት ጀሚሩ ዝውዳእ ነገር ክኸውን ከሎ ግን እቲ መወዳእታ ይበልፅ እዩ ንኣብነት ካብን ናብን ክትገይሽን ከለኻ ካብ ክትብገስ ክትበፅሕ ከለኻ እዩ ዝበልፅ ኣብ መንጎ ዝኾልፈካ ወይ ዕንቅፋት ዝገጥመካ ከይሃለወ ቀጥታ ናብቲ ትደልዮ ቦታ ክትበጽሕ ከለኻ ካብቲ ምብጋስካስ እቲ ምብጻሕካ ዝያዳ ትርጉም እህብ። ሞት ናይ ሰብ መወዳእታ ናይ ኩሉ ሰብ መወዳእታ ኢዩ ኢዩ ኢልዎ ዘሎ። ስለዚ መወዳእታ ክህልዎ ነገራት ይበልጽ ኩናት ጀሚሩ ዘይውዳእ ተኾይኑ ኩሉ ግዜ ኣብ ኩናት ጥራይ ትነብር ተኾንካ እንታይ ኢኻ ትናፍቕ መወዳእታ ክመወጾ ኢኻ ትናፍቕ መወዳእታ ይበልጽ ማለት እዩ ኣብ ዝኾነ ይኹን ትምህርቲ ትጅምር ክትውድኦ ተደይክኢልካ እንታይ ዓብሰልካ ክትውድኦ እሞ ብሓደ ዓይነት ዓውደ ትምህርቲ ክትምረቕ ከለኻ ንኣብነት ናይ ትምህርቲ መወት እያ እዚኣ ንበላ ትምህርቲ ክትጅምር ከለኻ ናብ ትምህርቲ ዓለም ትውለድ ኣለኻ ኢልና እንተ ሓሲብናያ ከም ኣብነት ብሓደ ዓይነት ዓውደ ትምህርቲ ክትምረቕ ከለኻ ከኣ እዚኣ ናይ ናይ ትምህርቲ መወዳእታ ወይ ሞት ናይ ትምህርቲ እያ ማለት እዩ ከም ኣብነት እየ ዝብለኩም ዘለኹ ስለዚስ ካብ ክትጅምር ትምህርቲ ክትውድእ ከለኻ ትምህርቲ ይበልፅ ክትውድእ ከለኻ ትምህርቲ ብሓደ ዓይነት ዓውደ ትምህርቲ ስለ ትዛዝሞ ስለ ትምረቕ ብድሕሪኡ ብኡ ከትሰርሕ ውጥናትካኻ ተዋድድ ማለት እዩ ስለዚ እሳ ትበልጽ። ልክዕ ከም ከምኡ ከኣ ኣብ ሕልፈት ደቂ ሰባት ድማ ካብ መጀመርያ እቲ መወዳእታ እዩ ዝበልጽ። ካብ መዓልቲ ምውላድ መዓልቲ ምሟት ይበልጽ። መዓልቲ ምሟት ንመንፈሳውያን ናብ ኣምላኾም ዝሳገሩላ ወይ ሞት ንመንፈሳውያን ናብ ኣምላኽ ዝኸዱላ ቢንቶ እያ ካልኣ ዋላ ካልእ ዋላ ሓንቲ ኣይኮነትን ድንድል እያ ናብ ኣምላኾም ዝኸዱላ ዝሳገሩላ መሳገሪት እያ ስርዓት እያ መሳገሪት ስርዓት ሃዋርያ ጳውሎስ ካባኻትኩም ክፍለሞ ምስ ጎታ ክነብር ምደለኹ ስለዚ ንዓይ ሙማት ረብሓ እዩ ክብል ከሎ ነንብብ ኢና እታ ሙማት ምስ ጎታ ንክነብር እተሳግሮ ስለ ዝኾነት ካብ ክውለድ ብኣ ክሓልፍ ከሎ ትበልጽ እሳ ናብ ጎይታ ስለ ተሕልፎ ማለት እዩ መሳገሪት መገዲ ስለ ዝኾነት ስለዚ እዩ ካብ መዓልቲ ምላድ መዓልቲ ሙማት ይበልጽ ዝብል ዘሎ ናብቲ ርእሰ ነገረይ ክምለስ እዛ ቃል እዚኣ ንክርስቶስ እውን እያ እተመልክት ኣብ ክርስቶስ መጺእና እውን ኢና ካብ መዓልቲ ልደቱ መዓልቲ ሞቱ ትበልጽ እንብል ዘሎና። ወይ ዝብል ዘለኹ ኣነ ሕጂ። ካብ መዓልቲ ልደቱ መዓልቲ ሞቱ ይበልጽ። ሰሎሙን እዚ ናይ ኩሉ ሰብ መወዳእታ እዩ ክብል እንከሎ ክርስቶስ እውን ኣብቲ ሰብ ዝብል ተጠቒሱ ኣሎ ማለት እዩ። ምኽንያቱ ሰብ እንተዘይከውን ኣይሞተን ድማ ነይሩ። ንክርስቶስክርስቶስ ብዛዕባ ርእሱ ክዛረብ እንከሎ ኣብ ማቴዎስ ምዕራፍ ኣርባዕተ ዲያብሎስ እዚ እማን ናብ እንጌራ ክልወጥ በል ምስ በሎ ሰብ በቲ ካብ ኣፍ ኣምላኽ ዝወጽእ ኵሉ ቓል ድማ እምበር ብእንጌራ ጥራይ ኣይነብርን እዩ ኢሉ ናይ ዘዳግም ጥቕሲ እኳ ይመልሰሉ እምበር፣ ዝሕተት ዘሎ ንእምኒ ናብ እንጌራ ክልወጥ ክልውጥ ዝሕተት ዘሎ ክርስቶስ ብምዃኑ ሰብ ትብል ቃል ሕጂ ንዑ እያ ተመልከት በቲ ካብ ኣፍ ኣምላኽ ዝወጽእ ኵሉ ቓል ድማ እምበር ብእንጌራ ጥራይ ኣይነብርን እዩ ክብል ብዛዕባ ርእሱ ሰብ ምዃኑ ነጊሩና ኣሎ። ከም ኣብነት እዚ ዝብል ዘለኹ። ኣብዚ ምድሪ ዝነበሮ ሃዋሁ a እዚ ዝጠቅስ ዘለኹ መለኮታውነት ነይርዎ ዶ ኣብ ዝብል ነገር ክንመጽእ ከለና እወ ብትኽክል ነይርዎ እዩ። ሕጂ ብዛዕባ መለኮታዊ ትምህርቲ ከካፍል ግን ኣይኮንኩን እሞ እታ ሰብ ትብል ጥራይ ክጥቀመላ ስለ ዝደለኹ እየ። እሞ ሎሚ ክርስቶስ እተወልደላ ወርሒ ኣብቲ መጀመርያ ዘካፈልኩኹም ታሪኻውን መጽሓፍ ቅዱሳውን ዳህሳሰይ ወይ መንፈሳዊ ኵዕታይ ኣካፊለኩም ኣለኹ፣ ክርስቶስ ዝተወልደላ ወርሒ ኣብ ወርሒ ሰነ ምዃና። ጽቡቕ። ሕጂ ክርስቶስ ዝተወልደላ መዓልቲ ድማ ንምርካብ እቲ መንፈሳዊ ኵዕታይ ይቕጽል ኣሎ፣ ብኣይ ሸነኽ ማለት እዩ። ብጸጋ ኣምላኽ። ሕራይ። እቲ ሓቂ ተረኺቡ። ንበል ሕጂ ክርስቶስ ዝተወልደላ መዓልቲ እውን ረኺብናያ ንበል ክርስቶስ ዝተወልደላ ወርሒ ረኺብና ኣለና ክርስቶስ ዝተወልደላ መዓልቲ ድማ ንርከባ እስከ ረኸብናያ ንበል ዋላ ረኺብናያ ከለና እውን ግን ካብ መዓልቲ ልደቱ መዓልቲ ሞቱ ይበልፅ እብለኩም ኣለኹ ከምቲ ኣቐዲመ ዝበልክዎ ይበልጽ ክትብል እንከለኻ ብልጫታት ከኣ ክህልወካ ኣለዎ። ነቲ ካብዚ እተብልጸሉ ነዚ ካብቲ እተትሕተሉ ብልጫታት ክህሉ ክኽእል ኣለዎ። እዚ ርዱእ ነገር እዩ። እምበኣር ናብኡ ምስ እንምለስ ናብኡ ምስ እንመጽእ መጀመርያ ክርስቶስ ኣብ ተወልደሉ እዋን ከም ክርስቶስ መጠን ዝቕብኣላ ግዜ፣ መንፈስ ቅዱስ ብኣምሳል ርግቢ ኣብ ልዕሊኡ ዝወርደላ ግዜ በጺሓ፣ ከገልግል ክሳዕ ዝጅምር ኮነ ከገልግል ምስ ጀመረ ክሳዕ ዘይሞተ እዋን ናይ ብሉይ ኪዳን ስርዓት እዩ ዝገዝእ ኔሩ። ከም መርኣያ ናይዝስ ከም መርኣያ ናይዚ ክንሓስብ ከለና እቲ ለምጻም ናብ ጎይታ ምስ መጸ ክተንጽሓኒ ትኽእል ኢኻ ምስ በሎ እንተፈቲኻ ክተንጽሓኒ ትኽእል ኢኻ ኣብ ዝበለሉ እዋን ሉቃስ 5 ካብ 11 ክሳዕ 14 ኣለኹ እዚ ኣብዛ ግዜ እዚኣ ጎይታ ፈቲኣ ኣለኹ ንጻህ ክብሎ ከሎ ንርኢ ኪድ ርእስኻ ንካህን ኣርኢ ክብሎ ከለኻ ንርኢ። እዛ ርእስኻን ካህን ኣርኢ እትብል ቃል ሓደ ብለምጺ ዝተወቕዐ ሰብ ካብ ለምጺ ክጸሪ ከሎ ክነጽህ ከሎ ከምቲ ለምጻም ኢሉ እቲ ካህን ርኹስ ኢሉ ዝኣወጀ ካብ ለምጹ ምስ ነጸ ከኣ ነጺሁ ኣሎ ኢሉ ክእውጅ ዘለዎ እቲ ካህን ስለ ዝኾነ ናብ ካህን ክይድ ክበሃል ከሎ ነንብብ። ብናይ ለምጺ ዘሎ እቲ ሕጊ ኣብ ዘሌዋውያን ምዕራፍ ዓሰርተ ኣርባዕተ ክንረኽቦ ንኽእል ኢና ስለዚ ክርስቶስ ንሕጊ ሙሴ ነቢያትን ክፍጽሞም እምበር ክስዕሮም ክሳዕ ዘይመጸ እዋን ነዚ ለምጻም እውን ካብ ለምጹ ምስ ነጽሀ ኪድ ርእስኻ ንካህን ኣርኢ ክብሎ ከሎ ነስተበል እዚ ክኸውን ከሎ እንታይ ኢና ንርኢ ዘለና ሕጂ እንተኢልና እቲ ዝነበረ ስርዓት እቲ ናይ ቡሉይ ኪዳን ስርዓት ምንባሩ እዩ ዘርእየና። ክርስቶስ ምስ ተወልደ ውን ከምቲ ሕጊ ጌሮም ብሳብ ናይ መዓልቲ ክገዝርዎ ከለዉ ውን ነንብብ ኢና ሉቃስ ምዕራፍ ክልተ ንረኽቦ እዚ ውን እቲ ኣብቲ ሕጊ ተጽሒፉ ዘሎ እዩ ኣብ ዘፍጥረት ምዕራፍ ዓሰርተ ሸውዓተ ተጽሒፉ ዘሎ ህጻን ምስ ተወልደ ብሳብ ናይ መዓልቲ ክግዘር ከም ዘለዎ ዝብል ቃል እዩ። ኩሉ እቲ ኣብ ክርስቶስ ብሕጻኑ ከሎ ዝተገብረ እቲ እግዚኣብሔር ኣምላኽ ብባሪኡ ሙሴ ዝኣዘዞ ብናይ ምንጻህ ስርዓተ ምንጻህ ናይ ሓንቲ ሰበይቲ ምስ ወለደት ዘሎ ኣብ ዘለዋን ምዕራፍ ዓሰርተ ክልተ ተጽሒፉ ዘሎ ንሱ እዩ። ብኡ መሰረት እዩ ኣብ ክርስቶስ ዝተገብረ እውን። ልክዕ ከምቲ ካልእ ካብ ተጋሩት ኣንስቲ'ያ ማርያም ውን ንክርስቶስ ምስ ወለደት ኣብ ኣርብዓ መዓልቲ ናብ ቤት መቅደስ ክትመጽእ ከላ ንሪኣ ሕጂ እንታይ እዩ ዝኸውን ዘሎ ድሕሪ ኢልና እቲ ናይ ብሉይ ኪዳን ስርዓት እዩ ዝገዝእ ነይሩ ኣስተብሉ ክርስቶስ ክሳብ ዘይሞተ እዋን መንፈስ ቅዱስ ኣብ ሓደ ኣብ ሓደ እኳ ኣይወረደን ምንባሩ እዚ እቲ ኣጸቢቕና እንግንዘቦ ነገር እዩ። ክብሪ ንስም ይኹን። ወንጌል ዮሃንስ ምዕራፍ ሸውዓተ ጥቕሲ ሰላሳን ሸውዓተን ክሳብ ሰላሳን ትሽዓተን ኣብ ዘሎ ከኣ ንረኽቦ። ክርስቶስ ክሳዕ ዘይሞተ እቶም ዝስዕብዎ ዝነበሩ ንጐይታ፣ ሃዋርያት ማለት፣ ገና ህያዋን ኣይኰኑን ነይሮም። ወንጌል ዮሃንስ ምዕራፍ ዓሰርተ ኣርባዕተ ጥቕሲ ዓሰርተ ትሽዓተ ክንረኽቦ ንኽእል ኢና። ነዚ እውን ኣብኡ እንታይ ኢልዎም ኣሎ? በታ መዓልቲ እቲኣ ከምቲ ኣነ ህያው ዝዀንኩ ንስኻትኩም እውን ህያዋን ክትኰኑ ኢኹም ኢልዎም ኣሎ። ሕጂ በታ መዓልቲ እቲኣ በታ ክርስቶስ እታ በታ መዓልቲ እያ ትብል ቃል እታ ክርስቶስ ዝሞተላ እያ ተመልክት። ከምቲ ኣነ ዝኾንኩ ሕያው ዝኾንኩ ንስኻትኩምን ሕያዋን ክትኮኑ ኢኹም ክት ኮኑ ኢኹም ማለት ኢኹም ማለት ኣይኮነን። ስለዚ ገና ሽሕ ግዜ እኳ ንጎይታ ይስዕብዎ ሃልዉ በቲ ግዜ ሽሕ ግዜ እኳ ሓይልን ስልጣንን ሂብዎም ጎይታ ኣጋንንቲ የውፅኡ ኣእዳዎም እናንበሩ ንሕሙማት ይፍውሱ ይንበሩ እምበር ገና ሕያዋን ግን ኣይነበሩን። እዚ እንታይ እዩ ዘርእየና እንተኢልና እቲ ስርዓት ገና እቲ ናይ ብሉይ ኪዳን ስርዓት ይገዝእ ምንባሩ እዩ። ክርስቶስ ቅድሚ ሞቱ ክምህር እንከሎ ኣብቲ ዝመሃሮ እቲ ኣብ ኣርባዕተ መጽሓፍቲ ወንጌል ተጽሒፉ እንርእዮ ትምህርትታት እቲ እግዚኣብሔር ኣምላኽ ኣቐዲሙ ብኣፍ ነቢይ ህዝቅኤል ዝተዛረቦ ንሱ እዩ ዝፍጸም ነይሩ ማለት እግዚኣብሄር ኣምላኽ እንታይ ኢሉ ብኣፍ ነብዪ ህዝቅኤል፣ ህዝቅኤል ምዕራፍ ሰላሳን ሽዱሽተን ክትረኽብዎ ኢኹም ካብ ጥቕሲ ዕስራን ሓሙሽተን ከኣ ንሱ ንቤት እስራኤል ካብ ኩሉ ከኣ ካኽቦም እየ ምስ በለ ካብ ኩሉ ርኽሰቶምን ካብ ኩሉ ጣዖታቶምን ከጽርዮም እየ ኢሉ እንታይ ክገብር ጽሩይ ማይ ክነጽገልኩም እየ እሞ ካብ ኩሉ ርኽሰትኩምን ካብ ኩሉ ጣዖታትኩምን ከጽርየኩምን ከንጽሃኩምን እየ ኢልዎም እዚ እግዚኣብሔር ኣምላኽ ክነጽገልኩም ኢሉ ዝዛረበሉ ዘሎ ጽሩይ ማይ እዚ ንሱ እቲ ክርስቶስ ቅድሚ ሞቱ ዝመሃሮ እዩ። ስለዚ እቲ ክርስቶስ ቅድሚ ሞቱ ዝመሃሮ ጽሩይ ማይ፣ ብጽሩይ ማይ ዝምሰል ጽሩይ ትምህርቲ፣ እንታይ እዩ ዝገብር ነይሩ? ካብ ኩሉ ርኽሰቶምን ካብ ኩሉ ጥኣታቶምን የጽርዮምን የንጽሆምን ነይሩ። ከምኡ ስለ ዝኾነ እውን እዩ ጐይታ ንሃዋርያት ሳላ እቲ ዝነገርኩኹም ቃል ድሮ ንጹሃት ኢኹም ዝበሎም ነስተብህል ሳላ እቲ ዝነገርኩኹም ቃል ንጹሃት ኢኹም በሎም እምበር ሳላ እቲ ዝነገርኩኹም ቃል ህያዋን ኢኹም ኣይበሎምን ምክንያቱ ህያዋን ንምዃን ዝሓትት ካልእ ዋጋ ስለ ዝነበረ ነዚ መሰረት ብምግባር እውን እዩ ሃዋርያ ጳውሎስ ኣብታ ናብ ሰብ ኤፌሶን ዝጸሓፋ መልእኽቱ ኣብ ምዕራፍ ሓሙሽተ ክርስቶስ ከም ብምሕጻብ ማይ ገይሩ ን ማሕበሩ ብቃሉ ምስ ኣጽረያ ሃዝ በለ ከም ብምሕጻብ ማይ ብምሕጻብ ማይ ዝምሰል ማለተይ ሕጂ ከም ብምሕጻብ ማይ ብቃሉ ምስ ኣጽረያ እዛ ሕጂ ምሕጻብ ማይ ማይ ትብል ቃል ተጠቂሙ ዘሎ ን ማሕበሩ ብቃሉ ምስ ተጽረያ ኢሉ ቃሉ ምዃኑ ተዛሪብሉ ዘሎ እቲ ኣብ ህዝቅኤል ምዕራፍ ሰላሳን ሽዱሽተን ጥቕሲ ዕስራን ሓሙሽተን ዕስራን ሽዱሽተን ተጺሒፉ ዘሎ እዩ ጽሩይ ማይ ክነጽገልኩም እየ በለ ስለዚ እግዚኣብሔር ኣምላኽ ብክርስቶስ የሱስ ጽሩይ ማይ ጽሩይ ትምህርቲ እናሃበ ካብ ኩሉ ነቲ ዝመሃሮ ትምህርቲ ምስ ህይወትና ምስ እነሕብሮ ካብ ኩሉ ርክሰትናን ጣዖታትናን የጽረየናን የንጽሃናን ማለት እዩ ከምኡ እዩ ዝገብሮ ነይሩ እዚ ኩሉ እንታይ ስለ ዝኾነ እዩ ድሕሪ ኢልና ግን ገና ክርስቶስ ዝሞተላ ግዜ ኣይበጽሐትን ስለ ዝነበረ እዩ ክርስቶስ ቀድሚ ሞቱ ኣብ ዝነበረ ግዜ ክንመጽእ ከለና ኣብቲ ኣገልግሎቱ ርኹሳት መናፍስቲ የወጽእ ምንባሩ ኣብ ኣርባዕቲኡ መጽሓፍቲ ወንጌል ምናዳ ኣብ ሰለስቲኡ እዩ ሬታ ብዙሕ ግዜ ኣብ ሰለስቲኡ ኢና ንረክብ ኣብ ማቴዎስ ሉቃስ ማርቆስ ኣብ ሰለስቲኡ መጽሓፍቲ ወንጌል እንንብቦ እዩ ሃዋርያት እውን ሓይልን ስልጣንን ተቐቢሎም መንግስቲ ኣምላኽ ቀሪባ ኣላ እሞ ተነስሑ እናበሉ ክሰብኩ፣ ኣእዳዎም ኣብ ሖማት ከንብሩ እሞ ክሓውዩ፣ ርኹሳት መናፍስቲ ከውጽኡ፣ ስልጣን ተዋሂቦም ንሳቶም እውን ኣገልጊሎም እዮም። እዚ ኩሉ እዚ ነይሩ እዩ። እቲ ዝነበ እቲ ዝገርም ግን ርኹሳት መናፍስቲ የውጽኡ ዋላ ክርስቶስ ዋላ ሃዋርያት ርኹሳት መናፍስቲ ደኣ የውጽኡ ነበሩ እምበር ነቶም ሕልቅነት ስልጣናት ገና ኣጽዋሮም ኣይገፈፍዎምን ነበሩ። ኣይገፈፎምን ነበረ። እዚ ኸኣ ክርስቶስ ዝሞተላ ግዜ ክሳዕ እትበጽሕ ዝነበረ ሃዋሁ እዩ። ብሞቱ ዝኾነ ነገር ምስ ኣምጻእና ክነምጽእ ከለና ግን ሕጂ እቲ ኣብ መክብብ ምዕራፍ ሸውዓተ መበገሲ መልእኽተይ እዚ ኮይኑ ዘሎ ቃል ዝያዳ ትርጉሙ ጎሊሑ ይረኣየና። እንታይ ኢሉና ሰሎሞን? ካብ መዓልቲ ምላድ መዓልቲ ምማት ይበልጽ። ሕጂ ክርስቶስ ምስ ተወልደ ዝገበሮ ኩሉ ክንሪኦ ጸኒሕና ሓቀይ? መዓልቲ ሙማት ይበልጽ ከኣ ኢሉ ስለ ዘሎ ሰሎሙን ሕጂ እቲ ብልጫታቱ ብሞቱ እንታይ እዩ ናብ ዝብል ነገር ንምጻእ። ብሞት ክርስቶስ እቲ ንሕና ክንፍረዶ ዝነበረና ብሓጢኣትናን ብዓመጻናን ክንፍረዶ ዝነበረና ፍርዲ ተወሲዱልና ብእኡ ምስ እንኣምን ናብ ፍርዲ ዘይንበጽሕ ሕያዋን ኮይንና እንነብር ጥራይ ክንከውን ዕድል ረኸብና። ጐይታ እንታይ ኢሉ? እቲ ብኣይ ዝኣምን ንሱ ካብ ሞት ናብ ሕይወት ተሳገረ እምበር ናብ ፍርዲ ከም ዘይበጽሕ ብሓቂ እብለኩም ኣሎኹ ኢሉ። ናብ ፍርዲ ኣይበጽሕን እዩ ምክንያቱ ክልተ ፍርዲ ስለ ዘየለ ፍርድና ዝተወስደ ብሞት ክርስቶስ እዩ እታ ሓጢኣት እትገብር ነብሲ ክትመውት እያ ተጻሒፉ እዩ እሞ ሓጢኣት ብባህር ደረጃ ብባህር ደረጃ ዝወረስናዮ ወይ ዘር ኣዳም ስለ ዝኾንና ዝወረስናዮ ሓጢኣት ነይሩና ብባህሪ ደረጃ ሓጥኣን ኮይንና ኣለና ማለት እዩ። ብባህሪ ደረጃ ሓጥኣን ስለ ዝነበርና ኸኣ እቲ ብባህሪ ደረጃ ሓጥኣን ምዃን ናበይ ይስሕበና? ሓጢኣት ናብ ምግባር። ምኽንያቱ እቲ ባህሪ ናብ ባህሪ እዩ ዝስሕበካ። እቲ ባህሪ ናበይ ትስሕብ ኩሉ ግዜ? ናብ ባህሪ እዩ። ስለዚ ሓጥእ ተኾንካ ስሕበትካ ናበይ እዩ? ሓጢኣት ናብ ምግባር፣ ዓመፃ ናብ ምግባር፣ ግህሰት ናብ ምግባር ናብዚ እዩ ዝወስደካ። ስለዚ እቲ ሓጢኣት እትገብር ነብሲ ንሳ ክትመውት እያ ከኣ ክሳዕ ዝኾነ ብባህሪ ደረጃ ሓጥኣን ስለ ዝነበርና እንገብሮ ከኣ ሓጢኣት ጥራይ ስለ ዝነበረ እንታይ እዩ ዝጽበየና ነይሩ ሞት ሓቂ እዩ ክርስቶስ ግና ኣብ ስፍራና ኣትዩ ክርስቶስ ኣብ ስፍራና ኣትዩ ንሕና ኮይኑ ኣብ ክንዲ ኩላትና ሞተ በዚ እቲ ከም ሓጥኣን ብባህሪ ደረጃ ከም ሓጥኣን መጠንን ሓጥኣን ስለ ዝነበርና ከኣ እንገብሮ ዝነበርና ሓጢኣትን ክፍረደና ዝነበሮ ፍርዲ ተወስደ። እዚ ክርስቶስ ስለ ተወልደ ኣይኮነን ተወሲዱ። እዚ ፍርድና እዚ ክርስቶስ ስለ ተወልደ ኣይኮነን ተወሲዱ ዘሎ ዳይ ዳኣ ክርስቶስ ስለ ዝሞተልና እዩ እዚ ፍርዲ እዚ ተወሲዱልና እዚ ፍርድና ተወሲዱ ዘሎ ስለዚ ካብ መዓልቲ ምላድ መዓልቲ ምሟት ይበልጽዎ ብሓቂ እዚ እዩ ብኻልእ እውን ብፅላሎት መልክዕ ወይ ብምስሊ መልክዕ ኣብ ሲምሶን ናዝራዊ ዝኾነ ብኣካል ኣብ ክርስቶስ ዝተፈፀመ ነገር ከዓ ኣሎ። ሓንቲ ቃል ጥራይ ሲምሶን ካብ ብህይወቱ ከለዉ ዝቐተሎም ፍልስጤማውያን ብሞቱ ዝቐተሎም ፍልስጤማውያን በዝሑ ህም ሲምሶን ካብ ብህይወቱ ከሎ ዝቐተሎም ፍልስጤማውያን ብሞቱ ዝቐተሎም ፍልስጤማውያን በዝሑ ክርስቶስ ኣብ ልዕሊ ገጽ ምድሪ ከም ወዲ ኣምላኽን ወዲ ሰብን መጠን ክነብር ከሎ ዘውፅኦም ርኹሳት መናፍስትን ዘፍረሶ ዕርድታቶምን ካብኡ ንላዕሊ ብሞቱ ዘፍረሶ ይበዝሕ ብሞቱ እኮ ነቲ ሓይሊ ሞት ኣብ ኢዱ ዝሓዘ ድያብሎስ ስዒሩ መርሖ ሞትን ሲኦልን እኳ እዩ ጨቢጡ ብተኻእለ ብክርስቶስ ዝኣመነ ዘበለ ናብ ሲኦል ንክኸይድ ዘኽእሎ ምርጫ ዋላ እንተመረጸ ብቑልዕነቱ ምኽንያት፣ ብመንፈሳዊ ዕሸልነቱ ምኽንያት ግን በቲ ዝመረጾ ምርጫ ናብ ሲኦል ከይከይድ ሎሚ እቲ መርሖ ኣብ ኢድ የሱስ እዩ። ግብርናን ኣተሓሳስባናን ከም ቀደም ነይሩ እንተዝኸውን ናብ ሲኦል ንኸይድ ምኾንና ነይርና። ሕጂ ግን መርሕሞ ትንሲኡ ሎና ኣብ ኢድ የሱስ እዩ እሞ እታ መርሖ እታ ቁልፊ እታ መፍትሕ ሒዙ ኣሎ እሞ ዕጽው ኣቢሉ ዕጽው ኣቢሉ ናብኣ ከይንኣቱ ክልክል ኣቢሉ ብትዕግስቱ ጻማ ነብሱ ኮይንና ክንርከብ ሓደ እኳ ከይጠፍእ ኣብ ምግባር ጎይታ ነዚ የገልግል ኣሎ ክብሪ ንስም ይኹን ገና ክርስቶስ ከይሞተ ርኹሳት መናፍስቲ ከውጽእ ከሎ ኢና ንርእዮ። ክርስቶስ ምስ ሞተ ግን ነታ ድያብሎስ ብኣኣ ገይሩ እንኮ ንደቂ ሰባት ዘፈራርሓላ ዝነበረ ሞት ንዓ እዩ ስዒርዋ። ነቲ ሓይሊ ሞት ኣብ ኢዱ ዝሓዘ ንዑኡ እዩ ብሞቱ ስዒርዎ። ኣስተብህሉ፣ ብልደቱ ንድያብሎስ ኣይሰዓሮን። ነቲ ሓይሊ ሞት ኣብ ኢዱ ዝሓዘ ድያብሎስ ብልደቱ ኣይሰዓሮን። ነቲ ሓይሊ ሞት ኣብ ኢዱ ዝሓዘ ድያብሎስ ግን ብሞቱ ስዒርዎ። እህ። እቲ ከምቲ ኣብ ብትንቢት ብነቢ ኢሳያስ ተነጊሩ ዘሎ ብሓቂ ንሱ ንሕማምና ጸሮ ንስቓይና ኣብ ነፍሱ ጸዓኖ ዝብል ጽሑፍ ዘሎ፣ እቲ ኣብ ነፍሱ ተጻዒኑ ዝነበረ ስቓይና፣ እቲ ጼርዎ ዝነበረ ሕማምና፣ ንኹሉ ብሞቱ እዩ ካብኡ ተራጊፉ። ብሞቱ ካብኡ ተራጊፉ። ሞት ንክርስቶስ ወዲ ኣምላኽ ምዃኑ ብትኽክል ዘርኣየ መድረኽ እዩ። እቲ ምንታይ ክርስቶስ ምስ ሞተ ሃዋርያ ጴጥሮስ ኣብ ስብከቱ ኣብ ግብረ ሃዋርያት ምዕራፍ ክልተ ካብ ዕስራን ክልተን ክሳዕ ዕስራን ኣርባዕተን ክነንብብ ከለና ነዚ የሱስ እዚ ኣብ ዕንጸይቲ ተሰቒልኩም ቀተልኩምዎ ምስ በለ ሞት ሒዙ ከጽንዖ ስለ ዘይከኣለ ኸኣ እንታይ ስለ ዝኾነ ሞት ሒዙ ከጽንዖ ዘይከኣለ ሪኹሞ ሞት ሒዙ ከጽንዖ ስለ ዘይከኣለ ኸኣ ኣምላኽ ካብ ማእሰር ሞት ፈቲሑ ኣተንስኦ ሞት ሒዙ ከጽንዖ ስለ ዘይከኣለ። ሞት ሒዙ ከጽንዖ ከም ዘይክእል ንኽፍለጥ ኣብታ ሞት ክበጽሕ ክበጽሕ ነይርዎ። ስለ ተወልደ ጥራይ ሞት ሒዙ ከጽንዖ ከም ዘይክእል ኣይፍለጥን እዩ። ኣብታ ሞት ምስ መጸ ግን ርኢኹም ሞት ሒዙ ከጽንዖ ከም ዘይክእል ተጋሂዱ። ሞት ሒዙ ከጽንዖ ዘይከኣለ መን ስለ ዝኾነ እዩ? ኣበኻ ትርእዮ እዚ ኣብቲ ሞቱ። ካብ ኣብ ልደቱ ንላዕሊ መን ምዃኑ እንርእዮ ወይ ንመንነቱ ኣጸቢቑ ዘግህደልና እቲ ሞቱ እዩ። ክርስቶስ ንዓና ዘለኣለማዊነት ክእውጀልና፣ ናይ ዘለኣለም ህይወት ክእውጀልና እንተ ኣድለየ፣ ነቲ መወዳእታ ዘሎና ምዃንና ንዑ ከብቅዕ ነይርዎ። ምኽንያቱ ኣረጊት ሓድሽ ዓለባ ኣብ ኣረጊት ዓለባ ኣይትልቅቦን ኢኻ ኣቱም ሰባት ሓድሽ ወይኒ እውን ኣብ ኣረግብት ኣብ ኣረገውቲ ኣሕርብቲ ኣይተንብሮን ኢኻ ስለዚ ንሕና መወዳእታ ዘሎና ኣምላኽ መወዳእታ ዘይብሉ ዘለኣለማዊ እዩ ንዕኡ ናብ ምምሳል ከኣ ንዕኡ ክንመስል ከኣ ዝተመደብና። ስለዚ እቲ ዝተመደብናዮ ብትኽክል ክፍጸም ዝኽእል ነቲ መወዳእታ ዘሎና ምዃንና ንዕኡ ነቲ መወዳእታ ዝበሃል ናትና ንዕኡን ንባዕሉ መወዳእታ ክግበረሉ ከሎ እዩ። እቲ መወዳእታ ናይ ደቂ ሰባት እንታይ እዩ? ዶክተር እምበር፣ ፕሮፌሰር እምበር፣ ሃብታም ቢልዮነር ኹን ዋላ ትሪልዮነር ኹን፣ ብዘለዎ ትሪልዮን ዋላ ቢልዮን ከምልጠላ ዘይክእል ግን መዓልቲ ሞት ትመጽሓከ መወዳእታ መወዳእታ ግቦ ስለዚ ነቲ መወዳእታ ዝግበረልና ዝነበረ ነቲ መወዳእታና ንባዕሉ መወዳእታ ክግበረሉ ነይርዎ ስለዚ እቲ መወዳእታና መወዳእታ ተገይሩሉ ዘሎ ብምንታይ እዩ ብሞት ክርስቶስ እዩ ብሞት ክርስቶስ ነቲ መወዳእታና መወዳእታ ምስ ተገብረሉ ሽዑ ዘለኣለማውነት ተኣወጀልና እዚ ንኣብነት ብሞቱ ዝኾነ እዩ። ስለዚ እቲ ሰሎሙን ካብ መዓልቲ ምላድ መዓልቲ ምሟት ይበልጽ ዝብሎ ዘሎ ስለምንታይ ምዃኑ ትርእይዎ ኣለኹም ዶ? ፍቕራት ኣሕዋተይ ገና ኣሰብሉኒ ደኣ። ብሞት ክርስቶስ እዩ እኮ መጋረጃ ቤት መቕደስ ካብ ላዕሊ ክሳዕ ታሕቲ ተተርተረ እምበር ብልደት ክርስቶስ ኣይነበረን። ብሞት ክርስቶስ እዩ እኮ እቲ ኣቐዲሙ ንኢሳያስ እተዛረበሉ ፍቓድ እግዚኣብሔር ኣብ ኢዱ ክሰልጥ ኢሉ ዝበሎ ቃል ዝተፈጸመ። ፍቓድ እግዚኣብሔር ብትኽክል ኣብ ኢድ ክርስቶስ ዝሰለጠ ንሕና ንኣምላኽ ኣሜን ክንከውን ዝገበረ ብሞት ክርስቶስ እዩ። ክርስቶስ ምስ ሞተ ብዝፈሰሰ ደም ኢና ካብ ቋንቋታትን ህዝብታትን ኣህዛብን ተዓዲግና። ክርስቶስ ምስ ሞተ ብዝፈሰሰ ደም ኢና ሕልናና ካብ ምዉት ግብሪ ነጺሁ ንኣምላኽ ንምግልጋል ብቕዓት ዝረኸብና። ትርእይዎ ዶ ኣለኹም? ካብ መዓልቲ ምላድ መዓልቲ ምሟት ይበልጽ። እቲ ኣብ ልዕሊ ማያት ዚዝምቢ ዝነበረ መንፈስ ኣምላኽ ኣብ ልዕሊ ህዝብታት ዚዝምቢ ዝነበረ መንፈስ ኣምላኽ ኣብ ህዝብታት ኪሓድር ዝኸኣለ ብሞት ክርስቶስ ብቕዓት ምስ ረኸብና እዩ። ካብ መዓልቲ ምላድ መዓልቲ ምዋት ይበልጽ። ብቐንዱ ሓድሽ ኪዳን እውን ዝቖመ ብሞት ክርስቶስ እዩ። ደሙ ምስ ኣፍሰሰ እዩ። ምክንያቱ ኣስታት ኩሉ ብደም እዩ ዝፀርሙ ኪዳን ዘበለ ከዓ ብደም እዩ ዝቐውም ይኹሞ ብደም እዩ ዝቐውም ኪዳን። ዕብራውያን ምዕራፍ ትሽዓተ ጥቕሲ ዕስራን ሓደን ዕስራን ክልተን ክተንብብዎ ትኽእሉ ኢኹም። ኣምላኽ ገና ኣብ ሞት ክርስቶስ ወይ ብሞት ክርስቶስ ዝገበሮ ብግዚኡ ዝዛረበሉ ክርድኣና ምስ ከኣለ ዝዛረበሉ ካልእ ብዙሕ ነገር ኣሎ። ኣምላኽ ብሓቂ ኣብ ክርስቶስ ዝገበሮ ሓቂ እዩ ሃዋርያ ጳውሎስ እቲ ኣምላኽ ኣብ ክርስቶስ ዝገበሮ ግብሪ እንታይ ምዃኑ ክትፈልጡ ንስኻትኩም እጽሊ ኣለኹ ዝበለ ክርስቶስ ከም ዝሞተልና እንተ ደይፈልጡ ዳ ከመይ ገይሮም ህይወት ምረኸቡ ብክርስቶስ ተዘይኣምኑ ከመይ ኢሎም ህይወት ምረኸቡ? ዝኣመኑ መንፈስ ቅዱስ ዝተቐበሉ ኣሕዋትና እዮም እዚ ሰብ ኤፌሶን እዚ ዝጽሕፈሎም ዘሎ ሓቂ። ግን እቲ ዝፈልጥዎ ጥራይ ኣይኮነን ክርስቶስ እግዚኣብሔር ኣምላኽ ኣብ ሞት ክርስቶስ ወይ ብክርስቶስ ገይሩ ዘሎ ዝገበሮ ብዙሕ ኣለዉ ክንፈልጦ ዘለና ማለት እዩ ካብዚ ዝጸ- ካብዚ ናይ ሃዋርያ ጳውሎስ እንርድኦ ዘለና ሓቂ ከኣ መጀመርያ ክርስቶስ ኣብ ስፍራይ ኣትዩ ሞይቱለይ ኢለ ኣነ ክኣምን ከለኹ ብ ህይወት ክረክብ ከለኹ ድሕሪኡ ኣምላኽ ኣብ ሞት ክርስቶስ ዝገበሮ ዝገርመኒ ዝተምሃርክዎ ብዙሕ ኣሎ እዚ ኣብ ግዚኡ ክንሪኦ ኢና ስለዚ ኣብ ላዕሊ ክንሪኦ ዝጸናሕና ኩሉ ግና እንታይ ንርኢ ኣለና ካብ መዓልቲ ምላድ መዓልቲ ምማት ከም ዝበልጽ ንርኢ ኣለና ንርኢ ኣለና ኣሕዋተይ እሞ ከምቲ ክርስቶስ እተወልደላ ወርሒ ዝረኸብናዮ፣ ክርስቶስ እተወልደላ መዓልቲውን እንተ ንረኽቦ፣ ዋላ ሓቂ እንተ ንረኽቦ እሞ፣ እጥብቲ ሓሶት ዘይብሉ ሓቀኛ ፍጻመ ብሓቂ ክነብዕሎ ዋላ እንተ ንብል፣ ካብኣ ግና መዓልቲ ሞቱ ትበልጽ እብለኩም ኣሎኹ። ሓደ ክሰብኽ ከሎ ሰሚዐ ሓደ እዋንሲ ኣብ ኢትዮጵያስ ገለገለ ኣብ ደቂ ኣንስትዮ ካብ ብዙሕ እዋን ዝረአ ኢልዎ ዓርቢ ስቕለት ወይ ክርስቶስ ዝሞተሉ እዋን ተባሂሉስ ሓዚነን ልበን ሃርማ ከምዚ ልብኻ እንዳሃረምካ ትበኽዮ ብሓደ መሪር ሓዘን ምስ ሓዘንካ ከምኡ ዓይነት ሓዚነንሲ መሪር ብኽያት በኽያ ልበን እንዳሃረማ ኢሉ ከምኡ መሪር ብኽያት ክበኪ ክሓዝን ዝግብኦ ግን ድያብሎስ እዩ እምበር ንሕና ኣይኮናን ኢሉ ምኽንያቱ ንሕና ሽዑ ብኡ ብሞቱ ኢና እኮ ናብ ዓወት ንመጽእ ዘለና ኢሉ ብሞቱ እኮ ኢና ፍርድና ተወሲዱ ገጽና ኣቕኒዕና ደው ንብል ዘለና ኢሉ እወ ኣሕዋተይ፣ ብሞቱ እኮ ኢና እቲ ብምስጋና ዝከበረ፣ ብቅድስናኻ ኣዝዩ ዝተፈርሐ ዓብይን ክቡርን ኣብ ልዕሊ በረከትን ምስጋናን ልዕል ዝበለ ክቡር ስም ንጽውዖ ዘለናን እንጽውዓሉ ዘሎናን። ብሞቱ እኮ እዩ ኣሕዋተይ እዚ። ስለዚ ካብ መዓልቲ ምላድ መዓልቲ ምሟት ይበልጽ ገንዘብ ርኢና ኣለና። ኣብ ግዜ ፋሲካ ድብል ከኣ ንፋሲካ ብዝምልከት ከም ፍቓዱ ሒዘልኩም ክቐርብ እየ። እዚ ዝብል ዘለኹ ግን መዓልቲ ፋሲካ፣ መዓልቲ ሞቱ፣ ከም ብከምዚ ናይ ልደት ዝዓይነቱ ብከምዚ ሕጂ እንገብሮ ዘለና ዝዓይነቱ ክበዓል ኣለዎ ማለተይ ድዩ? ኣብቲ ሽዑ ንርእዮ ክኸውን ግን ምስ ልደት ክርስቶስ ኣነጻጺረ ከቐምጠልኩም ከለኹ ግን ዋላ እብለኩም ኣለኹ እደግማ ኣለኹ ክርስቶስ እተወልደላ ወርሒ ከም ዝረኸብናያ መጠን ክርስቶስ እተወልደላ መዓልቲ ውን እንተ ንረኽባ ኩሉ ሓቂ እንተ ሓቂ ኮይኑልና እቲ መዓልትን ወርሕን ውን ሕጂ ዋላ ክርስቶስ ተወሊዱ ምዃኑ ሓቂ እንድዩ እቲ ሓሶት ኣበይ ጸኒሑ ዘሎ ክርስቶስ ኣብ ዘይተወልደላ ወርሒ ኣብ ዘይተወልደላ መዓልቲ ተወሊዱ ምባልና እቲ ሓሶት እዩ ክርስቶስ ተወሊዱ ምዃኑ ግን እቲ ሓቂ እዩ ኦኬ ወርሕን መዓልትን ኣብ ዝብል ምስ ኣተና ክንሕሱ ጸኒሕና ሕጂ ወርሒ ኣብ ዝብል ሓቂ መጺእና ኣለና ምናልባሽ ገለኹም ንዛ መወዳእታ ዘመሓላልፋ ዘለኹ መልእኽቲ ትሰምዑ ተለኹም ነዚ ክሪስማስ ኣመልኪተ መጀመርያ ዝበልኩዋ ቀዳመይቲ ክፋል ክትሪኡ ከድልየኩም እዩ ዝብሎ ዘለኹ ንክርድኣኩም እሞ ወርሒ ረኺብና መዓልቲ እውን እንተንረኽባ በቃ ክርስቶስ ተወልደላ ወርሒ ረኺበያ እየ ክርስቶስ ተወልደላ መዓልቲ ረኺበያ ኢልና ክነብዕል ዋላ እንተንብል ካብኡ ግና እታ መዓልቲ ሞቱ ትበልፅ እየ ዝብል ዘለኹ በዚ ምኽንያት እዚ እውን እዩ እደግማ ኣለኹ ቅዱሳን መዓልቲ ልደቶም ወይ መዓልቲ ልደት ደቆም ክጽንብሉ ኣብ መጽሓፍ ቅዱስ ዘይነንብብ ዘይንርኢ ዘይገበርዎ ማለት እዩ ክብሪ ንስም ይኹን ክርስቶስ እውን ንርእሱ ምስ ኣይሁድ ደሚሩ ምድሓን ካብ ኣይሁድ እሞ ንሕና ኢሉ ንርእሱ ንንፈልጦ ኢና ንሰግድ ከም ዝበለ ነቲ ቅዱስ ዝኾነ ባህሊ ዘበለስ ኩሉ እሰምሮ እዩ እሞ ካብ መዓልቲ ምላዱ መዓልቲ ሞቱ ንክርስቶስ እውን ዝበለጸት ምንባራ ንዚ ነገር እዚ ርግጸኛ እየ። ጎይታ ብር ከብልኩም ንዚ ነበረ ንዚ ቅንያት እዚ ነዚ በዓል ብዝምልከት ዝነበረና ፍሉይ መደብ ኣብዚ ዛዚመ ኣለኹ። ስለ ዝሰማዕኹምንን ብቐንዕና ስለ ተረዳእኹምንን ጎይታ ይባርኽኩም ካብ ልቤ ዘመስግነኩም ከምቲ ኣነ ዝብሎ ዘለኹ ከምኡ ኮይኑ ብትኸክል ተረዲኡኩም ክኸውን ተስፋ ገብር ኣለኹ ማለቱ እዩ ማለቱ እዩ ከይበልኩም ከምቲ ኣብቲ ኣብ ኣካይዳይ ገሊፀዮ ዘለኹ ኣብቲ ዕላማይ ግደ ህዝበይ ኣብቲ ናተይ ራእይ ኣብ ዝብል ውሽጢ ገሊፀዮ ዘለኹ ማለቱ እዩ ከምዚ እዩ ከምዚ እዩ ከይበልኩም ከምታ ዝብላ ዘለኹ ብትኽክል ተረዲእኹማ ክትኮኑ እዘን ኣርባዕተ መደባት ብጎይታ ተስፋ እገብር ኣለኹ። ኣብ ዝቅጽል ግዜ ናብቲ ብምኽንያት እዚ መደብ እዚ ጠጠው ኣቢልናዮ ዝጸናሕና ተኸታታሊ መደባትና ናብኡ ክንምለስ ኢና። በቲ ዝነበረና መደብ በቲ ቅድሚ ሕጂ ዝጸንሐ መደብ ብኡ ክሳዕ ዝረኽበኩም ሰላምኩም